ከምኡ ውን ነዋፍል ኢኻ ተብዝሕ ዘለኻ እዚ ኣذካር እዚ ነዋፍል ተብዝሕ ኣለኻ ማለት እዩ ከምቲ ረብና ስብሓንه ወተላ ድሕር ድኣ ሓደ ሰብ ፈርዲ ናቱ ከቲቱ ብድሕሪኡ ድር ኣ ነፍሊ ድር ኣ ኣብዚሑልና ነፍሊ ድር ኣ ኣብዚሑ ኢሉ ረብና ስብሓንه ወተላ እዚ ሰብ እዚ እንታይ ይኸውን ማለት እዩ ረቢ ስብሓንه ወተላ ይፈትዎ

ምስኡ ክኸውን እየ ኢሉ ረቡና ስብሓነሁ ወተዓላ። ሊዛሊክ እንታይ ማለት እዩ እዚ እንድሕር ደኣ እዚ ነዋፍል እዚ ኣብዚሕካ ኣላሁ ጀለ ፊ ዑላህ ያዕኒ እንታይ ክኸውን እዩ ማለት እዩ ምሳኻ ክኸውን እዩ ኣብ ኩሉ ነገር። ጠይብ ንቐጽል ናብቲ ደርሲ ናትና ሕጂ። ሎማዓንቲ ኣذካር ኣصባሕ ወልመሳእ ክንወስድ ኢና ኣذካር ኣصባሕ ወልመሳእ ያኣኽዋን እዚ ኣሃምያ ናቱ ዓብዪ ዓብዪ ዓብዪ ዓብዪ ኣሃምያ እዩ ንምንታይ ረቢ ስብሓንሁ ወተዓላ ሕጂ ክንወስዶ ኢና ሓንቲ ሓንቲ ገይርና ክንወስዶ ኢና ኣብኡ እትገብረሉ ንረቢ ስብሓንሁ ወተዓላ ዱዓታት ንዓኻ ከመይ ገይሩ ክሓፍዘካ ከም ዘለዎ ረብና ስብሓንሁ ወተዓላ ብጣዕሚ እንታይ እዩ ማለት እዩ ብጣዕሚ ዓጂብ ዝኾነ ኣዝካር እዩ ኣብኡ ደሎ

ቦታ ዝነቕጸሉ ናይ ተምሪ እዩ ኣብኡ ሕጂ እንታይ ገይሩ ነይሩ ተምሪ ኣቐሚጡ ፈካኑ ፈካነ እንታይ ኢሉ ፈካነ የንቁሱ እቲ ተምርሲ በብ መዓልቲ ክጎድል ርእይዎ ፈሓረሰሁ ዛተ ለይላ ሓንቲ ለይቲ እንታይ ኢሉ እስከ ካብ ምንታይ እዩ ዝጎድል ዘሎ እንታይ እዩ ሰበብ ናይዚ መጉደሊ ናይዚ ተምሪ እዚ ክሪኦ ኣለኒ ኢሉ ክሕልዎ ሓዲሩ ፈኢዛ ሁዋ ብዳበትን ሽብህ ጉላም ሙሕተልም እንታይ ይብል ዝኾነት እንስሳ ርእዩ እዛ እንስሳ ድማ እንታይ ትመስል ኢሉ ከምዚ ንእሽተይ ቆልዓ ትመስል እዛ እንስሳ እዚኣ ኢሉ ንእሽተይ ቆልዓ ሙሕተልም እንታይ ማለት እዩ ገለ ክንደይ ዝበፅሐ እዚ ሙሕተልም ዓተ ዓሓሙሽተ ዓመት ኣብኡታት ዝቐረበ ዕድመ ድበጽሐ ቆልዓ ይመስል ኢሉ እዚ ዳባ ዝረኣኹ ወይ ድማ እዚ እንስሳ ዝረኣኹዎ ይብል ፈሰለመ ዓለይህ ከይዱ ኢልዎ ኣሰላሙ ዓለይኩም እንታይ ድኾንካ ኢኻ ክብሎ ደልዩ ፈረድ ዓለይህ ኣሰላም ኢልዎ ዓለይኩም ኣሰላም ፈቃለ ማ ኣንታ መን ኢኻ ንስኻ እንታይ ኢኻ ንስኻ ኢልዎ ጅንዩን ኣም እንስ ኣው እምሲ ጅኒ ዲኻስ ወላ ኢንሲ ኢኻ ኢሉ ያኒ ሰብ ዲኻ ወላ ጅኒ ኢኻ እንስኻ ኢሉ እቲ ፍጥረት ናቱ ምስ ረኣዮ ሪብ ድኾነ ፍጥረት ርእሉ ንዙ እንስሳ እዙ ቃለ ጅኒ ኢልዎ ኣነ ጅኒ እየ ኢልዎ ቃለ ፈናውልኒ የደክ ኢልዎ እስኪ ኢድካ ሃበኒ እስከ ኢድካ ክርዮ ኢልዎ ፈናወለሁ የደሁ እንታይ ገይሩ ኢዱ ሂብዎ ፈኢዛ የድሁ የዱ ከልብ እዛ ኢዱ ርእይ መሰበላ እንታይ ኮይና ጸኒሓቶ ናይ ከልቢ ኢድ ኮይና ጸኒሓቶ ሰብ መስል እንስሳ መስል ምስኡ ድማ ንኢዱ እንተረኣዮ ድማ እንታይ ኮይኑ ማለት እዩ ናይ ከልቢ ኢድ ርእዩ ኣሎ ንሰብ እዙ

ኩሎም ጅኒ ፈልጥዮም ኢሉ ካባይ ድብርትዕ ጅኒሲ የለን ጠቕላላ ኢልዎ ኣነ እየ ዝበርታዕኩ ካብኣቶም ኢልዎ እንታይ እዩ ዝብሎ ዘሎ ማለት እዩ ከምዚ ኢኹም ንኣሽቱ ስኻትኩም ፍጥረት ናትኩም ደቂቕ ከምዚ ኢኹም ምስ በሎ ኣነ እየ ዝዓበኹ ካብኣቶም ይብሎ ኣሎ እዚ ማለት እዩ ቃላ ፈማ ጃእ ቢክ እንታይ ኣምፅእካ ጠይብ ናብዚ ቦታ ኢልዎ እዚ ሰሓብ እንታይ ይብሎ ንዚ ጅኒ ኢልዎ እንታይ ኣምፅእካ ናብዚ ቦታ ቃለ በለغና ኣነካ ትሕቡ صደቃ ያኒ በጺሑና ንስኻሲ ሰደቓ ከም ትፈቱ ሰደቓ ከም ትህብ ስለ ዝሰማዕና ብኸምኡ ኢና ናባኻ መጺእና ዘለና ይብሎ ፈጅእና ኑሲቡ ምን ጣዓሚካ ካብቲ ናትካ ምግቢ ክንረክብ ኢልና ካብቲ ናትካ ሰደቓ ክንረክብ ኢልና ኢና መጺእና ዘለና ኣብዚ ቦታኻ ይብሎ ቃለ ፈማ ዩነጂና ምንኩም ሕጂ እዚኣ እቲ ዓባይ ዘረባ ኣብዚኣ እያ ዘላ ማለት እዩ ጠይብ ኢልዎ ካባኻትኩም ዘድሐነና ነገር ንሕና ደቂ ሰባት ሲ እንታይ እዩ እስከ ንገረኒ ኢልዎ ቃለ ሃذ ኣያ ኢልዎ እዛ ኣያት እዚኣ እያ እዛ ኣያት እዚኣ ከዓ እንታይ እያ ፊ ሱረት በቀራ ኢልዎ ኣላሁ ላ ኢላሃ ኢላ ሁወ ሓዩ ቀዩም እዛ ኣያ እዚኣ ንሳ ካባና ከተድሕነኩም ትኽእል ኢልዎ እንታይ ኢልዎ መን ቃልሃ ሒነ ዩምሲ ኡጂረ ምና ሓታ ዩስብሕ ወመን ቃልሃ ሒነ ዩስብሕ ኡጂረ ምና ሓታ ዩምሲ ሓደ ሰብ ምሸት እንድሕር ደኣ ኢልዋ ክሳብ ንግሆ ክሳብ ዝወግሕ እዚ ሰብ እዚ ካባና ይሕለው ኢሉ እዚ ሰብ እዚ ካባና ይሕለው ክንቀርቦ ኣይንኽእልን ኢና ኢሉ ድሕሪ ደኣ ንግሆ ኢልዋ ኸዓ ክሳብ ዝመሲ ካባና እዚ ሰብ እዚ ይሕለው ክንቀርቦ ኣይንኽእልን ኢና ኢልዎ